ክቡራት ኣብ ኩሉ ዓለም ትርከቡ ክርስትያን ኣሕዋትና ለማዓንቲ ካብ ኦስተርሽን መድሃኒኣለም ደብረ ግእዛን ኣስታት ክልተ ሚእቲ ኪሎ ሜተር ዝርሕቐታ ከተማ ከይድና ንቤተ ክርስቲያን መስርሒ ዝኸውን ኣብ ምልማን ኣርኪብና። እዞም ቅዱሳን ዓበይትን ኣቦታትና ካህናት ድማ ቤተ ክርስቲያን ቤተ ክርስቲያን ኩላትና ስለ ዝኾነ ንሓግዞም እንዳበሉ ንህዝቢ እንዳጎስጎሱ ጽቡቕ ዝኾነ ሓገዝ ረኺብና። ንሳቶም ከኣ ንእሽቶ ቃል ክህቡና እዮም እሞ ንዓቶም ከኣ ጽን ኢልና ንስምዓዮም።
እወ ፅቡቅ እዩ ከምዚ ቦታትና ሊቃውንቲ ክብልዎ ዝፀንሑ ንሓግዞም ንመድሃኒኣለም ዝገበረ ንሰብ ኣይኮነን ዝገብር ዘሎ ንእግዚኣብሔር ንመድሃኒኣለም እዩ ኩሉ ዝሃነፀ ቤተክርስትያን ከበ ስምከ ኣነ እሃንፅ ለቱ ማህደሮ ዘበሰናያት እዩ እሞ ብዘለና እግዚኣብሔር ብዙሕን ሒደትን ስለ ዘይብል በብዓቕምና ንሓግዞም ንሓግዞም ነበርትዓዮም ኩላህና በብዘለናዮ ኣመንቲ ህዝበ ክርስቲያን ስለዚ ግን ኩላህና በብዘለና ኢና ንሓግዞም ቤተ ክርስቲያን ናይ ህዝበ ክርስቲያን እዩ ናይ ኩሉ ህዝቢ እዩ እሞ

ንኩልና ስለ ዝኮና ከኣ ንዓና ሓደ ብሓደ ስለ ዝምልከተና ከኣ ኢደይ ኢድካ እንዳልና ነዚ ቤተ እግዚኣብሔር ኣምላኽ እዚ ክንሃንጽ ከኣ ድልዋትን ብቁዓትን ይግበረና እግዚኣብሔር ኣምላኽ ንዕኦም ከኣ መፈጸምትኡ የርእዮም እቲ ደኺምና ሸ እዚ ኩሉ መግለጺታት ንገለን ሰልቺና ከይበሉ ካብ ርሑቅ መጽዮም እዚ ኩሉ እዚ ልማኖታት ዝሰግሮ ዘለዉ እግዚኣብሔር ኣምላኽ ጽንዓቶም ይወከፈሎም ናይ ብሓቂ መደምደምትኻ የርእዮም። ኣሜን ሐራይ ክቡራት ኣብ ኩላ ዓለም ትርከቡ ናይዛ ፌስቡክና ተኻታተልትን ሓገዝትናን ደገፍትናን ዝኾንኩም ከምዚ ኣቦታትና ክብልዎ ዝጸንሑ ንሕና ኣብ ኦስተርሽብ ደብረ ግዛን መድሃኒኣለም ናይ ኤርትራ ኦርቶዶክስ ቤተክርስትያን ንግልገል ኢና ንሕና ከኣ ዓዲ ዓዲ እንዳኸድና ንዓና ዘይኮነ ንታቦት እግዚኣብሔር ኣምላኽ ምእንቲ ክኸብር ታቦት እግዚኣብሄር ኣምላኽ ካብ መኻዚኑ ኣውጺእና ኣብ ናቱ ቤት ዝዓርፈሉ መንገዲ ነኺስና ንብገስ ኣለና። ኣብ ኩሉ ወገን ብፍላይ ድማ ኣብ ሽወደንን ኣብ ኤውሮጳን ትርከቡ መራሕቲ ሃይማኖት ኣቦታትና ኣብ ቤተ ክርስትያንኩም መጺእና ንኽንልምን ዕድመ ክትገብሩልና ንሕና ድማ መጺእና እቲ ንእግዚኣብሄር ኣምላኽ ከምቲ ኣቦታትና ለሚኖም ንቤተ ክርስትያን ዝሰርሑ ዝነበሩ ንሕና ድማ መዓንጣና ቁልፊ ጌርና ዲቅናት ጌርና ሸጥ ኣቢልና ኣሲርና ናባኹም መጺእና ንኽንልምን እስኻትኩም ድማ ኣብቲ ዝመጻእናሉ ዕለት ክትሕጉዙና ብትሕትና ይላቦ ኣብ ኩሉ ዓለም ዘለኹም መራሕቲ ሃይማኖትን ኣመንቲ ሰዓብቲ ክርስትናን ዝኾንኩም በዚ ኣጋጣሚ እዚ በዚ ትገብሩልና ዘለኹም ብጣዕሚ ኢና ነመስግን ሓንቲ መዓልቲ ኩሉ ዝለመንናዮ መማሕበራት ድማ ጸብጻብ ክንነግረኩም ኢና ጽን ኢልኩም ስለ ዝሰማዕኹምናን ነቲ መደብና ተኸታቲልኩም ንዓና ንኽትሕጉዙ ብመራኸቢ መስ መድያ ሸር ትብሉና ዘለኹም ኣሕዋትና ትድግፉና ዘለኹም ኣሕዋትና ውን ብስም መድሃኒኣለም እግዚኣብሄር ኣምላኽ ኣብዚሑ ይባርኩምን ኣብዚሑ እግዚኣብሄር ኣምላኽ ይቐድስኩምን እቶም ትህቡና ዘለኹም ድማ እግዚኣብሄር ኣምላኽ ዓስቢ ዘይርሳዕ ዓስቢ እሞ ኣብዚሑ እግዚኣብሄር ኣምላኽ ዓስብኹም ኣብ ሰማያት ክህበኩም ናይ እግዚኣብሄር ኣምላኽ ቅዱስ ፍቓድ ይግበረልና ኣቦታትና ከኣ የቐኔልና።